ሰላም ሰላም ኩራት ቤተሰብ ከመይ ኣለኹም ድሕረ ዲኹም ኣነ ሰላም እዩ ዘየር መስገን ከምቲ ሰላም ዘለኽዎ ንሰሙን በቢ ዘለኹምዎ ሰላምኩም ብዘሕ ትርፍ ይበለለ የኾራት ቤተሰበይ እምበኣር ልማዓንቲ እውን ከምቲ ልሙድ ብሓድሽ ቪድዮ ሒዘልኹም መፅ ኣለኹ እስካዕ መጨረሻ ተኸታተሉኒ ልማዓንቲ ያው ናይ ልልና ኣሌክስ ብዛዕባ ዳሊልና ኣሌክስ እየ ሒዘ መፅእ እኒኹ እስካዕ መጨረሻ ተኸታተሉኒ ማለት እዩ እና ካብ ዘይመፅእ ብዙሕ ገይረ ኣለኹ ይቅርታ ሰሪ ብዝተፈላለዩ ብካሊእ ፍልይ ዝበለ መደብ ሒዘ ላመፃእኹ ነይረ ናንዳሊላ ኣሌክስ ንሽቶን ሓዲገያ ነይረ ማለት እዩ እና ኸዚ ሒዘ መፅእ ኣለኹ እስካዕ መጨረሻ ተኸታተሉኒ ማለት እዩ ቅድሚያ ላይክ ሸር ኣይትረስዑ ሰብስክራይብ ቤተሰብ ንዘይኮንኩም ሰብስክራይብ ብምግባር ንቻናለይ ቤተሰብ ኹኑ ንዝኾንኹም ድማ ከምተለመድ ምብርታዕኹም ኣይፈለየኒ ክለኩም ይደሊ ክረፊት ሰበይ እምበኣር ሎማዓንቲ ያው ናንዳ ሌላ ኣሌክስ ኾይኑ ብዝፍለ ምድላዋት እዮም ልዳለ ኣለዉ ያው ከምቲ ዝሓለፈ ቅድሚ ዝኽቲ ኣቕሪበልኩም እውን ነይረ እየ ብዛዕባ ቤቢ ሻወር እናገበረት ቤቢ ሻወር ጌራ ደስ ዝብል ብጣዕሚ ቆንጆ ዝኾነ ቤቢ ሻወር ኣሕሊፋ ነይራ እና ከምኡውን ካልኦት ፕራንክ ምናምን እንትን እናተበሉ እዮም ለኣሌክስ ፕራንክ ገለ ይገብርዎ ማለት እዩና ከዚ ድሞ ለኣሌክስ ፕራንክ ኮይኑ ብጣዕሚ ኣደንጊፅዎ ማለት እዩ ይገርመኩም ብጣዕሚ የደንጊፁ ኣሌክስ እና እንታይ እሱ ኽዳን ከምዚ ትፈልጥዎ ሱቕ ምናምን ኸይደን ነይረን ኽዳን ገላ ክገዝኣ ሊሊና ማዘር ኣሊ ሊሊ እና ምስ ዓርካ ኾይነን ኸይደን ማለት እዩ ከኡ ኸምዚ ልገዝኦ ብኡ ገይረን ኸጥቀማሉ ደልየን ለኣሌክስ ፕራንክ ልምንታይ ለይንገብሮ ልምንታይ ቅሩብ ለይነናድዶ ኢላ ሊሊ ማለት እዩ መቸም ሊሊ ከምቲ ትሪእዎ ኩሉ ግዜ ከምኡ እያ ትገብረላ ኣሌክስ ማለት እዩ ከዚ ደሞ ያው ብጣዕሚ እስካዕ እንትን እስካዕ ልብል እስካዕ ልድንግፅ ማለት እዩ ብጣዕሚ እዩ ደንጊፁ ዋግኡ ብጣዕሚ ኽባር ገለ ተናጊረንኦ እቲ ዝገዝኦ እታዩ ምንም ቀሊል እዩ እዚ ሓደ ዛንዜራ እዩ ቦጌረ ትሄድ ንእኽወኒ ሓልፊ እንዳ ልሊ ኣዲኣ ማለት እዩ ትሄድ ንእኽዋይ ሓልፊ ብጣዕሚ ጎበዝ ኣደ እያ በእውነት እዚ ዛንዜራ ገለስ በዓል ኣጋጣጥ ምቢላቶ ማለት እዩ ለውስ ኣይክእሉ ይገለለ የለ ኢንተርኔት ላሃለየ ሞባይል ላሃለየ እና ብጣዕሚ ጎበዝ እያ ኣቀናቢራ ማነው ኣጋጣጢማ ብደንቢ ጌራ ሰሪሓትላ ማለት እዩ ጎበዝ እና ጎበዛት ላና ኢና ለኹልኹም ላቀልዳ እንደውም መርዓ ማነው ልወልድ ገለ ተልዩ መጽኣ ተገጣጥመልኩም እያ ማዘረይ ኢላላ ብቀልዲ ገለ ኣሕሊፎ ነው ማለት እዩ እና እንደውም ደስ በሃሊ በእውነት

ክድቀስ ድየ ከፍቀደኒ ድዩ ብምባል ያው ብጣዕሚ እንትን ኢሉ ቤቢ ለይብሉ ደሞ ገለላ ላተቐላለዱ ደስ ዝብል ላዋግዑ ልሃለዉ ኣምፅ ኣቢላ ሊሊ ብዛዕባ ክዳን ኣልዒላትሉ ማለት እዩ እና ክዳን ብጣዕሚ ከቢሮ ገለ ኢልዎ እሱ ድማ ወይ ከም ዝኸበረ ነጊርዋ ብጣዕሚ ክባር እዩ ክዳን ኩሉ ነገር ኸቢሩ እዩ ዘሎ ኢሉ ካብኡ ሒሳቡ ደምር እሞ ኣይኸፈልክዎይ ክትኸፍለለ ኢኻ ሒሳብ ደምሮ ኢላቶ ማለት እዩ ኩረተይ በቃ እሱ ደግሞ በቃ እሺ ፀግም ይውሉ ኢሉ ተደመረ ሓደ ኢሉ ተደመረ ዛንዜራ ሓምሳ ሽሕ ኢሉ ነው ኢሉ በቃ ብጣዕሚ ብጣዕሚ ደንጊፁ በእውነት ኣነ ብጣዕሚ ኢለ ስሓቐኒ በቃ ዝኾነ ገለ ዓይነት ኮይኑ ማለት እዩ ደንጊፁ እና እዚ ደሞ ፍራሽ ነይሩ ኮምፎርት ንባዕሉ ኮምፎርት ደሞ ሰላሳ ሺህ ኢሉ ነው ደንጊጹ። ጭራሽ ኮንፈርት ሰላሳ ሺህ ኢሉ ማለት እዩ በቃ ነይሩ ና ጠቕላላ ባይዘወ ቁሩብ እዮም ወዲኤን ግን በቃ ብጣዕሚ ኣኽቢረን እየን ተናጊረንኦ ዝኾነ ምትራእስ ገለ ነገር ነይሩ ደሞ እሱ ደሞ ዒስራ ሽሕ ኢለንኦ ማለት እዩ ክብራት ቤተሰብ እና ብጣዕሚ እንደውም ኣርባዕተ ሽሕ ገለ እዩ ወዲኡ ብዙሕ እንድዚ ላኪለ ይኾነ ግን ንሰን ላብ ኣርብዓ ሓምሳ ሽሕ ብምባል ጠቕላላ ላብ ክልተ ሚእቲ ሽሕ ክበፅሕ ኢሉ ማለት እዩ ክብራት ቤተሰብ ክልተ ሚእቲ ሽሕ ክበፅሕ ኢሉ ካብኡ በቃ ኣሌክስ ተፀሊሉ ማለት እዩ ምስሩ ከምዚ ኢሉ በሃል የለ ከይደ ሸዊድክን እዩ እንደም ለኣኳ እንትን የበላይ ልዙ በዓል እንትን ማለት እዩ ልዙ ልሸጠለን በቃ ኣበይ እዩ ኣርእያኒ ኢሉ እንትን ኢሉ ከይዱ ማለት እዩ ክረዲት ሰብ ተይቀይር ኹ በቃ እናስ እዚ ክኾነ የብሉ ኢሉ ካብኡ ማዘር ይኸኣብና እሞ ልማዘር ንነግራ ኢላ ንዲ ኣነ ሊሊ ባዕላ መፅያ ተናገረቶ ንዓኣ እውን በቃ ዘይተፀበየቶ እዩ ኮይኑ ዋሳ እውን በቃ ተይፈቶ በቃ ውሽጡ እንትን ኢሉስ እሺ በቃ ፀግም ይብሉ ክብል ኢላ እያ ሓሲባቲ ነይራ ግን በቃ ክሕመሎ ክበለየካ ክፃወረ ይካኣለ ማለት እዩ ንምንታይ ከምዚ ኢሉ ኮይኑ ብጣዕሚ እዩ ተናዲዱ ኩርሕቲ ቤተሰብ ካብኡ መጨረሻ ከም ምስ በሎ እንትን ኢሉ ማለት እዩ በቃ ክኸድ የምሰለ ገለ ካብ ፕራንክ ኢለን ቀሊልና ኢና ኢለና ማለት እዩ እምበይ ብጣዕሚ ብጣዕሚ ብጣዕሚ በቃ ቆልዒት እሞ ኣቦኡ እልሽሉ ስካልብል ማለት እዩ ቆልዓሲ ናብ ካልእ ኣቦ ግበርሉ እምበይ ኣነ ከምዚ ኢለሰ ይኸለ ኢሉ እና ዝርዝሮ ይቅርታ ሳልሕዝኒ እዩ ዘና ኢሎም ነይሮም እዮም ማለት እዩ። ብኸዚት ቆልዓ መቸም ቆልዓ ሒዝካ ፕሮሰስ መዓት እዩ። በተለይ እስካዕ ልባፅሕ መጀመርያ መጀመርያ ኸተኾይኑ በተለይ እንትን እዩ ኣደኦም ስለለለዋ እኳ ምንም ለፀግም ነገር የውሊ ግን መጀመርያ ካትኸ እንተሎ ብዙሕ ክብድ ይብለካ እዩ ማለት እዩና እዚ ይመስል ነይሩ ናይ ሎማዓንቲ ናንዳ ሊሊ ኣሌክስ ያ ቀፃሊ ደሞ ሒዞምና ከም እንመፁ ተስፋ ንገብር ማለት ክብራት ቤተሰበይ ክመፁ እውን እዮም እንዶም ኣብ ቀፃሊ ተመስገን ወሊዳ ዝብል ያው ኩሉ ነገር ስለ ልዛጋጀ ኣሎ ወሊዳ ልብል ብስራት ንሰምዕ ኢና ንመስል ማለት እዩ ኮራተይ እና እዚ ይመስል ነይሩ። ላይክ ሸር ኣይትረስዑ፣ ሰብስክራይብ ብምግባር ደግሞ ቤተሰብ ዘይኮንኩም ቤተሰብ ኩኑ ኮራተይ እና ሼር ድማ ኣለዎ ኮራተይ ናብ ዝተፈላለየ ኣዕርክትኹም ኣሕዋትኩም ሸር ብምግባር ተሓባበረኒ ማለት ኩራት ቤተሰበይ ብኻሊእ መደብ ሒዘልኩም እስካዕ ድመፀ ደሞ ሰሰናዩ ናዕኹም ክብለኩም ይደሊ ኣብዚ ማለት እዩ ሊሊ እውን ወሊዳ ተመስገን ንብለሉ ጊዜ ይሃበና ማለት እዩ ክብራት ቤተሰበይ እና ያው ኣብዚኣ ክፍለየኩም ሰሰናዩ ናዕኹም ሰላምኩም ይብዛሕ እንትን ይብዝሐለይና ባይ ባይ ሼር ላይክ ኣይትረስዑ ክብራተይ ላብ ኩሉን ክበፅሕ